ወይ ተውጺኽያ እዛ ነገር እዚኣ ዓሰርተ ሽሕ ኸፊለ ንዓኺ ምጥፋእ እያ ኢሎም።
ኣብ ዓዲ ዓረብ ደኺማ ዝኣከበቶ ገንዘብ ሓደ ቐሺ ልዕሊ ሓደ ሚልየን ገንዘብ ኣታሊሎማ። ዛጓለይ እናበሉ መስቀል እናሳለሙ ንቱርኪ ክሰደኪ እየ እናበሉ ንታክሲ ዓሰርተ ቕርሺ ክሳብ ትስእን ገይሮማ። ኣብ ዓዲ ዓረብ እናሃለወት እታ ትሰርሐላ ሰበይቲ ወይም ድማ ማዳማ ብኻራ ክትወግኣ ኢላ ዝወሰነቶ ውሳነ ብጣዕሚ መደንገፂ እዩ። እሞ እዞም ቐሺ እዚኦም ናይ ብሓቂ ቐሺ ድዮም? ቡዙሕ እትመሃርሉ ምድላውና። ሰላም ሰላም ጥዕና ሃበለይ ኽቡራት ተኻታተልተይ ሃመይ ኣኻቱም ሃመይ እኒኣኻቱም ዳሕና ዲኹም ኣነ ዳሕና እየ እዝጋቢሀር ይመስገን ሰላም እየ ሃምዝ ኣነ ሰላም እነኹ ኹላትኻትን ሰላም ትኾናለይ ናይ ወትሮ ተስፋየ ሓጎሰይ እዩ ደቂ ዓበይቲ ንዛን ቻነለይ ሓደስቲ ልኾንኻቱም ያው ሰብስክራይብ ናገበርኹም ቤተሰብ ኹኑ ሰብስክራይብ ዝገበርኩምለይ ኣሕዋተይ ኢለ ብጣዕሚ እየ ላመስግነኩም ክብረት ይሃበለይ ለማዕንቲ ሒዘልካትን መፅዮ ኣለኹ ኣምሃሪት እያ ብገረ ኩልኻትን ኣሕዋተ ኢለ ኣብ ፌስቡክ የለ ኣብ ኩሉ ሶሻል ሚድያ ርኢኹኖ ትኾና ኢኽን ተስፋ ይገብር ምክንያቱ ኣብ ሓንቲ ሓፍትና ርኢኽን ኣትኾና ኢኽን ኣብ ስዑዲ ዓረብ ብዙሕ ነገር ገጢምዋ ዓዳ ከይደ ድማ ሓደ ቐሺ ምዕር ሓደ ነጥቢ ገንዘብ ተበሊዓ ላብ ቱርክያ ክሰደኪ ኢሎምስ ብዙሕ ገንዘብ ከም ዝበልዕዋ እያ ላተናገረት ማለት እዩ እስካብ ናይ ታክሲ እስካብ ናይ መኪና ገንዘብ እስካብ ትስእን ኣውጺሖማ እዚ እቲ እዩ ክንድዚ እቲ ክንድዚ እቲ ናብልዋ ምዕር ሓደ ነጥቢ ገንዘብ እያ ገንዘብ ኣረኪባ ማለት እዩ ስለዚ እዚ ከምዚ ዓይነት ኣንላዕሊ እዚ ሓድሸይ ኣይኮነይ ምክንያቱ ሓድሸይ ኣይኮነይ ትብለኹ ቅድሚ ሕዚ ዝኾነ ቆልዑ ኣብ ቲክቶክ ሊቭ ኣቴን ከምኡ ኢለ ናውረ ያላ ሰማዕክዎን ማለት እዩ ኣነ ብታሕቲ ኮይነ ናዳመፅኩስ እዛ ተናሃሙ እናበላ ኣብ ዱባይ ኮይኖም ባ ኣብ ስዑድ ኮይኖም ሲ ይድልድሉ እሞ እቲ ገንዘበን ከዓ እስካብ ልብልዓ ማለት እዩ ብለይ ሰድዋተን ሲ ገንዘበን ይብልዓ እና ኩልኹም ኣሕዋተይ መዓረይ በተለይ ዓዲ ዓረብ ድንህን ኣሕዋተይ ብቀሊል ኢና ንሽወድ ኣተን ኣሕዋተይ ኣይንሸወድ ካብኡ ለለ ገንዘብና ንኣርም ብኩሎም ኣብ ዓዲ ብከዝ ብዝከዝ በተለይ ኣብ ኣዲስ ኣበባ ኣብ ተጋሩ ይኹኑ ኣዲስ ኣበባ ወደ ቢሮ ኔዋቶም እዩ ናይ ፓስፖርት ልብል ግን ኩሎም ሓቂ ይኹነ በርግፅ ሓድሓደ ጥዑያት ኣለው እዮም ትክክል ደልዳሎ ጥዑያት ደልዳሎስ ኣለው እዮም ደልካየ ሃገር ይሰድካ እዮም መብዛሕትኦም ግን ገንዘብካ እስካብ ልሙልጭ እካ እዮም ዳውፅሕካ መጨረሻ ድማ ብዓኽ ትፈልጥ እዮም ድብልካ ምክንያቱ ምስክር የብሉም ገለ የብሎም ምንም ክተምፅእስ ኢሎም ሲ እንትን እዮም ዝገብርካ ይጎድእካ ማለት እዩ እስካብ ጥራሕካ ትተርፍ ሜንዞ ገንዘብ እስካብ ትውድእ ማለት እዩ ገንዘብ ሲ ጥራሕ እስካብ ትቀርብ ልወልዕዎን ብዙሓት ኣሕዋትና እኒኦ እዮም ብገርህ ዝሓፍትና ስለላ ሚድያ ልወፀት እምበይ እና ኩልኽን በተለይ ዓዲ ዓረብ እነህን ኣሕዋተይሲ ኣብ ዓዲ ዓረብ በርግጽ ይርደኒ እዩ ብጣዕሚ እየ ዝሰቸወና ስራሕ ኣብዚ ዓዲ ላብ ካሊእ ሃገር ንክንኸድ ድማ ብጣዕሚ ኢና ንጽዕር ብጣዕሚ ኢና ደስ ዝብለና ኩላትና እዩ ማለት እዩ ስለዚ ኩልኽን ኣሕዋተይ ድደገ ንወጽእ ኢና ላበልኽን ገንዘብኽን ለይረብሕ ደልዳለ እይተብልዓ እሞ እዚኦም እዚኦም ስቀሺ ኣነ ቀሺ ማለት እንድዒ ቀሺ ማለት ብዙሕ ካብዚ ሃማሕና ዓለመኛሲ ቀሺ ማለት ብዙሕ ነገር ስለ ዝፈልጥ እንድዒ ክልተ ቃል ክልተ መልሓስ ክበልዕ እየ ኢለኩ ኣይሓስቢ ማለት ኤሕ ሰብ ግን እዚኦም ቃሺ ኣይኾኑ እናሸወድዋ እዮም ብቃሺ ኣይኾኑ ቃሺ ከምዚ ለደቅጠ ስራሕ ኣይሰርሕ መቸም እና ብጣዕሚ ገራሚ ኣነ ከምዚ ዓይነት ሰሚዐ ይፈልጥ ቃሺ ደሞ ከምዚ ይገብር ካብኡ ከዓ የፈራርሕዋ ሪኢኹም ኣኹም ኣብቲ ሪከርድ ንባዕልሲ ብዙሕ ነገር እዮም ላወሰንላ ማለት እዩ ማንም ሰብ ንኸይሰምዕ እዚኣ ወላ ልሚድያ ወፂኣቶ ግን ቅድሚ እዚኣ እኮ ትበልዓ ነይሮም ክኾና እየን መቸም ኣይፍለጥ እዩ ሓምዚ ላፈራርሕዎን ብዙሕ ሰብ እዩ ሲጀመር ሓምዚ ዓይነት ብደልዳለ የፈራርሕዎን ላሚድያ ላማንም ከይሰምዕ ባዕለን ባዕለን ዓዊጠን ኡሽ ልብላ እኒኣ ብዙሓት ኣሕዋተይ ማለት እዩ ስለዚ ኩልኸን ዝሓፍትና ቦፂሕዋ ኣሎ ታማ ግን ኣሕና ካብኣ ንመሃር ድገድ እንሓስብ ድንህና ትርኪ ይኹን ኣመሪካ ይኹን ማንም ይኹን ማንም ይኹን ክንኸድ ድንሓስብ ድንህን ኣጓላት ንጠንቀቅ ወዲ ይኹን ጓል ይኹን ኣወዳት እኳ ብዙሕ እንድዒ ክጥቅዑ ኣይመስልኒ ግን መብዛሕትና ኣጓላት ኢና ኣጓላት ንጓላት ለ ማለት እዩ ዓዲ ዓረብ ድንብር ኣጓላት ብሱር እንድዒ ኣነስ ዝቅርሺ ድዩ ብሕብል ሓት እኒኦዎ ብዙሓት ኣብ ስዑዲ ዓረብ ነይራ በቃ ኩሉስ ኣብ ስዑዲ ዓረብ ነይራ ዝኾነ ነገር ጌ ኮይና ኣብ ስዑዲ ዓረብ ሃም ዝኾነት ሃም ዝኾነት ኩሉስ በቃ ኣብ ስዑዲ ዓረብ ካብዚ ኣትየን ኩለን ጥቕዓት ዝበፅሐን ኣብ ስዑዲ ዓረብ ዝነበራ ጓላት እየን ስለዚ ኩልኽን ኣሕዋተይ መዓረይ ማለት እዩ ይደገል ትሓስባኒ ኢኽን ሃም ድሎ ክክን ቅድሚ ሕዚ ኣብ ታይስም ኣብ ቲክቶክ ማለት እዩ ኣጋጣሚ ሳተን ገና እየን ነይረን ምንም ነገር ኣብዚ ስዑዲ ዓረብ እየን ዝፈልጠን እየን ልሰብ ጠይቐንሲ ሃምዚ ሃምዚ እዩ ግን እዚ ምሽጥርሲ ግላዊ ክኾን ህወን ኣወለዎን ማለት እዩ ግላዊ ክኾን ልማንምስ ከይትነግራ ድደገ ከድለና ወይ ምናምን ኢልኸንስ ድደገ እንትን ኢልኸንሲ ልሰብ ከይታውግዓ እዚ ምሽጥርሲ እስካብ ልውዳእ እሽ ወላ ሰብ እንድሕ ሰሚዑ ክስፋሕፋሕ እዩ ውሽጣ ውሽጢ ተዘይኮይኑ ድደገ ተሰሚዑ ወይ ከዓ ሚድያ ተሰሚዑ ብዙሕ ሽግር ስለ ዝበፅሓቶም እንታይ ይገብሩ ሃምዚ ልውለኽካትን እዘን ኣሕዋትና እንዲያም ኣብ ሊቭ ኣትየን እንድዒ ሓደሓደ እኳ ነይርክ እንትኾና ይኹን ተስፋ ይገብር ኣነ ንባዕለይ ስግርቲ ኣትኒ ማለት እቶም ሰባት ስሞን ጠቂሶሞን ማለት እንድዒ ኣነስ ብስሩ ዝጥዒ ሰብለ ድያ ከምኡ ልገብር ለይትበርቁፆ ከዞም ቐሽስ መን ክምርቅጾም ሃምዚ ዓይነት ክገብሩ ስለዚ እዘን ኣብ ቲክቶክ ኣሕዋት ሄለ ላትና ገራ ነራ ሃምዚ እዩ ሓንቲ ደገ ትኸድ ሃሙና ውሬት ነራ ብለይ ሰድሲ ገንዘበን ተበሊዐን እነባ እየን ልትበልዓ ዋላ ሃምዚ ሓፍትና ሲ ልትበልዓ ለንባ እየን ኣብ ቲክቶክ ና ተዛረባ ሰሚዐ እየን በዓልተይ ማለት እዩ ስለዚ ኩልኽን ኣሕዋተይ ደገን ወፅኢና ላበልካትን ገንዘብኽን ኣይትዓሸዋ ኣይትበልዓ ኣይተሃኦም ኹሎም ሕጋዊ ሰ ኣይኾኒ ሓሸውቲ እዮም እሊ እዚኦም በዓል እዚኦም እኳ ከምዚ ደኣ ኮነ እና መን እዩ ልእመን ድሕሪ ሕዚ ሽኳን እዚኦም ክልተ ማለት ቃሺ እንድዒ ኣነስ ብጣዕሚ ይገርትይምኒ መቸም ብጣዕሚ ይግርታ ኣትይምኒ ብጣዕሚ ለሕዝነካ ከምዚ ዓይነት ንምትግባሮም ማለት እዩ ካብኡ ድማ እንህዎም መቀባበልቲ ከዓ ከምዚ ትብሉ ክሞ ብቴሌግራም ተገኒና ባ ብግእዝ ኢና ተራዳዲእና ነርና ብድሕሪ ብውሽጢ ተራኪብና መቸም እስካ መጨረሻ ሰሚዕ ክኖ ትኾነ ካቲ ቪድዮ ተስፋ ይገብር እቲ ኣምናያቶን ማለት እዩ ኣብቲ ዩትብ ተለቂቑ ነዚ ሓፍትና ተበሊዓኒሃ ምዕር ሓደ ነጥቢ ማለት እዩ ኩሉ ሰሚዕ ክኖ ትኾነ ተስፋ ይገብር ብጣዕሚ እዩ ለሕዝነካ ብጣዕሚ እስካብ ፈንቲ ትወድቕ እስካብ ማኪና ትገጫ እስካብ ትብል እስካብ ፍቃዶ ብዙሕ ነገር እዩ ገጢምዋ ዝሓፍትና እንዲያም ቤተስ ብዕርክቲ ሃም ትሕከም እንዳ እያ ተዛሪባ ከዚ ብጣዕሚ እዩ ለሕዝነካ ካብዚ ይምሓረና ጎይታይ መዓረይ እሞ ቃሺ ኮይና ከም ዝገብሩ ብጣዕሚ እዩ ለሕፍር ብጣዕሚ ማለት እዩ እና እሳ ኮይና እኒኣ ወዶ ግን ኣሕና ካብኡ ንመሃር በይዛ ክንመሃር እንዲያም ሓደ ሓደማ እዝና ሰምዓሲ

ሰብስ በቃ እንዲ ኣነ ገሪምኒ ካብ ሃይማኖት ሲ ላብ ገንዘብ ማለት ላብ ገንዘብ ሸዊዶም እቶም ሰብኣይ ሲ ላብ ገንዘብ ዛዝዮም ሃይማኖት ልምሃር ኣለዎ ወይ ቀሺ እንዲ ቀሺ ዶ ከይኮኑ ኣነስ ገሪምኒ ቀሺ እሳ ከዓ ተዛረበላ ቀሺ እዮም እና ደወል ንባዕሉ የስምዑኒ እዮም ግዛዕ ምዛዕ ትብል ኣላ እንድዒ ቐሺ ኮይና ከምዚ ዓይነት ክግብርዩስ ብጣዕሚ እየ ለሕዝነካ መሕፈሪ መፅረፍ ዓዲ ብእነት ብጣዕሚ እየ ለሕፍረካ ከምዚ ዓይነት እዚ ዓዲ ናስኸም ኢኹም ኢልኹን ኣሎ ብትግራይ ተኸድኻ ከምዚ ኮይኑ ከምዚ ኮይንካ ብስሩ እንድዒ ኣነስ ብጣዕሚ እዩ ግርታ ኣትኒ ሓደ ሓደ ግዜ ትሓስቡ ተለካ ሲ ማለት ከቢድ እዩ ኣብ ዓድና ልግበር ለሎ ማለት እዩ ሓደ ካብ ዝለኣተዋ ኣሕዋትና ለ ብዙሕ ንብዙሕ ነገርና ሓሰባ ኣብ መንጎ ዝኾነ ነገር ይገጥመን ብዙሕ ነገር ብዝገንዘብን ብዚ ብችም ብዙሕ ነገር እዩ ዝግበር ኣሎ ኣብ ትግራይ ዓድና ማለት እዩ እና ኩልኻትን ኣሕዋተይ መዓረይ ትጠንቀቓሉ ሓፍትና በፂሕዎ ኣሎ ብጣዕሚ ለሕዝነካ ነባሪት ዓዲ ስዑዲ ዓረብ ካብ ዝኣትያት እዚ ኩሉ ላዚ ላዚ ልሓሰት ነይራ ሓምዚ ቢላ ትብላዕ ተላ ግን ብጣዕሚ እዩ መሕዘኒ ምንም የብሉ ማስረጃ የብሉ ለለም ቤተሰብ ቤተሰብ ለይተማኸረት እያ ከምዚ ገይራ ተርእዮ ሰሚዕክና ትኾና ይኽን ድሮማ ብውሽጥኻ መቸም ከምዚ ውሽጥኻ ትሓሶን እዮም ሓቂ ኩላትና ስደት ንወፅእ ኣለና ሞሊቕና ኢና ንወፅእ ሞሊቕና ኢና ንትግብር ብዙሕ ነገር ማለት እዩ ስለዚ ከምዚ ገይርና ናገርና መጨረሻ ግን ጉዳእ ኣለና ተጎዳእቲ መን ኢና ኣሕና በዓልትና ማለት እዩ ስለዚ ብማንኛው ነገር ምስ ቤተሰብካ ተማኺርካ ምግባር ፅቡቕ እዩ ማንኛው ነገር ቤተሰብካ ምንጋር ፅቡቕ እዩ ብቻኻ ወይ ውሽጥኻ ዓቢጥኻ ምጉዓዝ ደሞ ጽቡቕ ኣይኾነይ። ሰብ እቲ ድንሀካ ውሽጥኻሲ ልሰብ ኣፋሊጥኻ ምዃን እዩ ጽቡቕ። ልትግብሮ ልኾነ ተግባር ትትግብር ተዲኻ ተደሊኻሲ ምስ ቤተሰብኻ ምስ ኣሕዋትኻ እዚ ገብር ኣለኹ እዚ ሓስቡ ኣለኹ ኢልካ ምመኻር ጽቡቕ እዩ። ምኽንያቱ ሰብ እዩ ሰብኻ ሓውኻ እዩ ሓውኻ። ዛሓፍትና ጊን ትረለኸና ወይ ቤተሰብ ከም ካልታማኽር እኮ ምናልባች ቅሩብ ሓገዝ ክገብሩላ ነይሮም እዮም ሓገዝ ትበልኸካቶም ብሓሳብ ማለት እዩ ብሓሳብ ይኹን ብካሊእ ክሕግዙዋ ነይሮም እዮም ስለዚ ካዛ ሓፍትና ኩላትና ትምህርቲ ንውሰድ ኩላትክን ደቂ ዓበይቲ እስኪ ለኾነት ቪድዮ ሓጫርንያ ከእትዋየ ስምዓኣ ማለት እዩ ብጣዕሚ ላሕዝነካ ዘለዎ ስቓይማ ኣይትኹሕዱኒ ኢለዮ እሞ በቃ ናይ ሰላም ውፅኢት ክንርኢ ካብኡ ኣነ ወዲያው ክጅመር እየ ኢልዎም ስለ ቐሺ ድዮም ግን ብሓቂ መስቀል ኣለዎም ኣብ ቤተ ክርስቲያን እውን እናቐደሱ ይሓድሩ እዮም ክድውሉ ከዓ ቤተ ክርስቲያን ይኹ ንጉሆ ሃሪሶም ሓደ ሓደ ግዜ ከዓ ድውል ቤተ ማጥምጣም ክርስቲያን ገለ ገይሮም ይኸዱ ዝነ እዎ እኒኦም ክፈቶ ኣብ ቤተ ክርስቲያን እናቐደሱ መቐወያ ሒዞም አ። እኒኦም ኣብ ቤተ ክርስቲያን ክኸዱ ከለዉ ግን ላየ የስምዑኒ እዮም ኦሮየ ቀሺ እየ ኣብ ቤተክርስትያን እኮ ይብሉኒ ኣን ለሽ ይብሎም እና ከምዚ ኢልዎ ምሽ ኢሎምዎ በቃ ካብኡ ክሳኻዕለይ ጀመረ ካብኡ በቃ ለኣኸ ክሰድድ እዮ እሞ በቃ ስኽለ ከምኡ ጌርክ ሰበ ምፅለይ ለኣኸ ፋጢነ ክሰደክ ይብሉኒ ወስኺ ካሊእ ሰብለ እዎ ካሊእ ሰበ ምፅእ እትው ይብሉኒ ዕዳጋ ተገኒኒ እዩ ሓዚ ካብኡ እንታይ ይብሎም ኣቦ ቀሺ ይብሎም